ኣብ ገምጋም ባሕሪ ዛብሎን ሰፊሩ ምስጢር ፋይሲስ ፋይሰስ ኣብ ሰማይ ምስጢር ነገደ ዛብሎን ምልክት ፋይሲስን ብርሃን ትሰጋገር ነፍሲ እቲ ኣብ መንጎ እቶም ዓሰርተ ክልተ ነገደ እስራኤል እቲ ኣብ ሰማይ ዘሎ ከዋኽብቲ ማዛሮት ዘሎ ምስጢራዊ ምትእስሳር ኣስተውዒልካ ዶ ትፈልጥ? ሎሚ ብዛዕባ ሓደ ዓሚቝ መንፈሳዊ ምስጢር ክንዛተ ኢና ንሱ ድማ እቲ ኣብ መንጎ ነገደ ዛብሎንን ናይ ፓይሲስ ምልክት ዘሎ ምትእስሳር እዩ እዚ ታሪኽ ጥራይ ኣይኮነን፣ እዚ ናይቲ ኣብ ሰነት ዘሎ መንፈሳዊ ጉዕዞን ዳግም ልደትን ካርታ እዩ። ናብቲ ናይ 226ን 27ን ዓበ ለውጢ ወይ ሺፍት ኣብ እንገብረሉ ዘለና ግዜ ነቲ መደብ ዛብሎን ምርዳእ ነቲ ኣብ ዓለም ዝመጽእ ዘሎ ማዕበል ንምስጋር መሰረታዊ መፍትሒ እዩ። ክፍሊ ሓደ መደብ መካይን ዝሃበን ኦፍ ሺፕስ ኣብ መጽሓፍ ዘፍጥረት ኣርብዓን ትሽዓተን ያዕቆብ ነቲ ወዱ ዛብሎን ከምዚ ኢሉ መረቖ ዛብሎን ኣብ ገምገም ባሕሪ ክሰፍር እዩ ንሱ ወደብ መካይን ክኸውን እዩ ኣብ ማዛሮት ፓይሲስ ድማ ክልተ ዓሳታት ኮይኖም ኣብ ባሕሪ ዝበሃል ክፋል እዮም ዝርከቡ እቲ ወደብ ዝብል ቃል እንታይ ማለት እዩ ብመንፈሳዊ ኣረኣእያ ባሕሪ ነቲ እውሐት ዘለዎ ስሪዲ ዓለምን ንኡስ ንቕሓትን ወይ ሳብኮንሾስ ይውክል ዛብሎን ድማ ነቲ ነፍሲ ካብዚ ዅሉ ጫውጫውታ ወፂኣ እትረኽቦ ጸጋን ሰላምንን እዩ ፓይሲስ መወዳእታ ዓሰርተ ክልተ ምልክት ብምዃን ነቲ ሞይትካ ምትሳእ ወይ ምውዳእ ናይቲ ሓደ ዑደት ሪሰት የረድእ ክፍሊ ክልተ ምልክት ፓይሲስ ምስ እነስተውዕል ክልተ ዓሳታት ብሓደ ገመድ ተኣሲሮም ንርእዮም ሓደ ናይ ላዕሊ ክጥምት ከሎ እቲ ሓደ ድማ ናብ ጎኒ ይጥምት እዚ ምስቲ ዛብሎን ምስ ይሳኮር ብሓደ ዝተመረቐ ቃል ፍጹም ይተሓሓዝ ዛብሎን ምውፃእ መንፈሳዊ ጉዕዞ ክውክል ከሎ ይሳኮር ድማ ኣብ ድኳንካ ምጽናዕ ምድራዊ ርግኣት ይውክል። እቲ ናብ ላዕሊ ዝጥምት ዓሳ ነቲ ኣብ ሰነድ ዝጠቐስናዮ ሰማያዊ ዳውንሎድ ወይ ሃየር ሰልፍ ክውክል ከሎ እቲ ናብ ጎኒ ዝጥምት ድማ ነቲ ኣብ ስሪዲ ምድራዊ ዓለም ዘሎ ቃልሲ የረድእ። እቲ ዘተኣሳስሮም ገመድ ድማ ደም ክርስቶስ እዩ። ንሱ እዩ እቲ ሰማያዊ መንነት ምስ ምድራዊ ህይወትና ዘወሃህዶ። ክፍሊ ሰለስተ ሙሴ ንዛብሎን ክምርቖ ከሎ ምድላብ ባሕርን ሕቡእ መዝገብ ሑፃን ክብጎብዮም ብምባል ዓሚቕ ምስጢር ገሊጹሉ። እዚ ሕቡእ መዝገብ እዚ እንታይ እዩ? ፓይሲስ ናይ ምስጢር ምልክት እያ። እቲ ኣብ ውሽጢ ነፍስና ተሓቢኡ ዘሎ መለኮታዊ ሓበሬታ ወይ ኣኳሽክ ሪኮርድ ምስዚ ይተሓሓዝ። ዛብሎን ወይ ፓይሲስ ነቲ ካብ ባሕሪ ንኡስ ንቕሓት ዝምንጩ ጥበብ ክንረክብ ይሕግዘና እቲ ደም ክርስቶስ ድማ ነዚ ምስጢራዊ መዝገብ ክንከፍቶ ዘኽእለና መለኮታዊ መፍትሒ እዩ ክፍሊ ኣርባዕተ እዚ ማለት ካብ ማይ ናብ ሓዊ ንሰጋገር ኣለና ምኽንያቱ እዚ ኣብ 226 ለውጥን ዳግም ልደትን ንሪኦ ዘለና ወሳኒ ሰዓት እዩ ናብቲ ናይ 226 ሽፍት ኣብ ንቐርበሉ ዘለና እዋን ፕላኔት ኔፕቱን ገዛኢት ፓይሲስ ካብ ፓይሲስ ወፂኣ ናብ ኤሪስ ተኣቱላ እዚ እቲ ናይ ዛብሎን ምስጢራዊ መዝገብ ይኸፈት ኣሎ እቲ ኢሉዥን ዓለማዊ ጥልመት ተበታቲኑ ሓቀኛ መንፈሳዊ ብርሃን ይበርሃና ኣሎ ክርስቶስ ደቂ መዛሙርቱ ገፈፍቲ ዓሳ ክኾኑ ክፅውዖም ከሎ እዚ ናይ ዛብሎን ፓይሲስ ዓቕሚ ተጠቒሙ ንነፍሳት ካብ ጸልማት ባሕሪ ናብ ብርሃን መንግስቱ ንምውጻእ እዩ መደምደምታ ወደብካ ምርካብ እምበኣር ዛብሎን እዩ ሎሚ እንታይ እዩ ትትርጉሙ ኢንትዊሽን ነቲ ሕቡእ መዝገብ ንምርካብ ልብኻ ምስቲ መንፈስ ኣጋጥሞ ወደብካ ርኸብ ሴፍ ሃበን ኣብ ማእኸል እቲ ኣብ 227 ዝመጽእ ህውከት ዛብሎን ንነፍስኻ መዕረፊ ይኹና ናብ ብርሃን ውፃእ ነቲ ነቢ ኢሰያስ እቲ ኣብ ጸልማት ዝነበረ ህዝቢ ዓበ ብርሃን ረኣየ ዝበሎ ቓል ዘክር እቲ ብርሃን ኣብ ምድሪ ዛብሎን እዩ በሪሁ ካብ ጸልማት ናብ ብርሃን ትሰጋገር ኣለኻ መንፈሳዊ ጉዕዞኻ ኣብ ከዋኸብቲ ተጻሒፉ ብቓል ኣምላኽ ድማ ተሓቲሙ እዩ እዚ ሓሳብ እዚ ንመንፈስካ ተንኪፍዎ እንተኾይኑ ሳብስክራይብ ብምግባር ብሓባር ንጓዓዝ ክሳብ ዝቕጽል ኣብቲ ብርሃን ጽኑዓት ኩኑ